እቲ ብፖሊስ ዝህደን ብሰበስልጣን ዝፍራሕ በድኻታት ድማ ዝምላኽ ብብልሓቱ ንመንግስቲ ዘንቀጥቀጠ ብትብዓቱ ድማ ንናኣሽቱ ጸላእቲ ዘርገፈ እቲ ናይ ጸሊም ዕዳጋ መራሒ መወዳእትኡ ግን ብማንም ዘይግምቶ መንገዲ ዝተዛዘመት ፍሊም ነዚ ልቢ ዘንጠልጥል ታሪኽ ክሳብ መወዳእታ ክትተከታተሉ እናዓደምኩ ንቻነልና ሓደሽቲ ዝኾንኩም ድማ ሳብስክራይብ ኣይትረስዑ። ታሪኽ ዝጅምር ራይስ ኣስናኑ ጸሪጉ ቦርስኡ ተሓንጊጡ ናብ ቤት ትምህርቲ ክኸይድ ከሎ እዩ። ከም ዝኾነ ተምሃራይ ኣብ ትምህርቲ ተረኺቡ ይመሃር። መምህር ካብ ኮፍ መበሊኡ ተሲኡ ኣብ ሰሌዳ ተጻሒፉ ዘሎ ከንብብ ትእዝዞ። ርየስ ግን ምንም ነገር ክርኢ ስለ ዘይከኣለ ከም ዝደንዘዘ ሰብ ስቕ ኢሉ ይዕነድ። መምህር እስከ እቲ ድምጽኻ ኣስምዓኒ ዝወደይ ኢላ እንተሓተተቶ'ኮ ርየስ ግን ናብቲ ሰሌዳ ኣተኲሩ ካብ ምርኣይ ወጻኢ ምንም ክዛረብ ኣይከኣለን። በዚ ዝተቖጠዐት መምህር ንረይስ ትሃርሞ። ረይስ ድማ በቲ ኩነታት ተሰሚዕዎ ናብ ገዝኡ ተመሊሱ ነዲኡ ይነግራ። ንሳ ድማ ናብ ፐርሲ ዝተባህለ ዶክተር ሒዛቶ ትኸይድ። ዶክተር ኣዲኡ ስክፍታ ከይሓድራን ወዳ መነጽር ጥራይ ከም ዘድልዮን ይነግራ። ንሳ ድማ ንምንታይ? መነጽር ግድን ድዩ ዘድልዮ? ኢላ ትሓትት። ኣብዚ መንጎ ረይስ ጣልቃ ብምእታው መነጽር እንተዘይገዚኣትሉ ዳግማይ ናብ ቤት ትምህርቲ ከም ዘይከይድ ይዛረብ። ይኹን እምበር፣ እታ መስኪን ኣዲኡ ንመነጽር ዝኸውን ገንዘብ ስለ ዘይነበራ ተስፋ ብዝቖረጸ ስምዒት ወዳ ሒዛ ትኸይድ። ብድሕሪኡ ረይስ ንዓርኩ ሒዙ ካብ ሓደ መሓወልቲ መነጽር ንምስራቕ ናብ ሓደ ቤተ መዘክር መዝዩም ኣምርሐ። ረይስ ኣብቲ ቤተ መዘክር ኣትዩ ነቲ መነጽር ካብቲ ሓወልቲ ከልዕሎ ከሎ በጋጣሚ ኣብ ዓይኒ ዋርድያ ይኣትው እሞ ይጎዮም ግን ክርክቦም ኣይከኣለን ራይስ ነቲ መነጽር ሒዙ ናብ ዶክተር ክኸይድ ከሎ ግን እቲ ዶክተር እቲ መነጽር ናይ ፕላስቲክ ምዃኑ ንጽብሒቱ ግን ትኽክለኛ መነጽር ክወስድ ከም ዘለዎ ይነግሮ ራይስ ግን ገንዘብ ከም ዘይብሉ ይገልጸሉ ዶክተር ድማ ዋግኡ ሕሱር ምዃኑን ክልተ ሩፒ ጥራይ ምዃኑን ይነግሮ ራይስ ግን ድኻታት ምዃኖምን ብሕዙን መንፈስ ይሕብሮ። ዶክተር በቲ ኩነታት ልቡ ተተንኪፉ ቦርስኡ ኣውጺኡ ገንዘብ ሃቦ። ሬይስ ንጽብሒቱ ተመሊሱ መነጽሩ ተቐበለ። ሬይስ ብሓጎስ ነጠረ። ከባቢኡ እናተዓዘበ ከሎ ፖሊስ ነቲ ኣከፋፋሊ ኣልኮል ዝኾነ ኤልያስ መሕበኢኡ ክፍትሽዎ ምዃኖም ስርሖም ኣብ ሓደጋ ከምዝወደቐን ይርዳእ። ንፖሊስ ዕንቅፋት ብምዃን ኤልያስ ነቲ መስተታት ክሓብኦ ምልክት ሃቦ። ኤልያስ ፖሊስ ምምጽኦም ተረዲኡ ነቲ ኣልኮል ብቕልጣፈ ሓቢኡ ካብ ፖሊስ ተሰወረ። በዚ ግዜ'ዚ እቶም ተደለይቲ ክሕብኡ ብምግባር ዝተቖጥዐ ፖሊስ ንርኤይስ ይሃርሞ። ብቕጽበት ድማ ኣደ ርኤይስ ኣብቲ ቦታ በጺሓ ነቲ መኮንን ስለምንታይ ንወዳ ከም ዝሃረሞ ትሓቶ። ንሱ ድማ ንገበነኛ ወዳ ክትሕዝ፣ የጠንቅቓ። ኣዲዮኒ ርእስ ወዳ ሒዛ ናብ ገዛ ተመልሰት። ድሕሪኡ ድኽነት ሕሱም ምዃኑ ብዝኾነ መንገዲ ክህብትም ከም ዘለዎ መኸረቶ። ሓልቆም ኤልያስ ስለ ዝተኣስረ ርእስን ሳዲቕን ናብቲ ኣብታ ከተማ ቀንዲ ኣከፋፋሊ ኣልኮል ዝኾነ ጃይራጅ ይኸዱ። እቲ ንእሽቶ ርእስ ምስኡ ክሰርሕ ከም ዝመጸ ተዛረበ። ነቲ ትብዓት ሬስ ዝተዓዘበ ጃይራጅ ሓላፍነት የሰክሞ። ካብኡ ሬስ ነቲ ጥርሙዝ ኣብ ዝባኑ ተሓንጊጡ ስርሑ ክጅምር ይገሽ። ንናይ ፖሊስ መፈተሺ ነቑጣታት እውን ብዘይ ስክፍታ ይሓልፎም። ጃይራጅ ብብልሓትን ቅልጣፈን እቶም ቆልዑ ብጣዕሚ ይሕጎስ። ድሕሪ ብዙሕ ዓመታት፣ ጃይራጅ ንሳዲቕ ደዊሉ ይዛረቦ። ኣብ ሓንቲ ናይ ጽዕነት መኪና ጸገም ከም ዝተፈጥረን ረኢስ ከይዱ ምስታ ብምዝራብ ነቲ ዝተፈጥረ ምድንጋር ከስተኻኽሎ ይሕብሮ። ረኢስ ድማ ናብቲ መፈተሺ ነቑጣ ብምኻድ ኣብ ጁባቲ መኮንን ገንዘብ የእቱ። ካብኡ ከምቲ ዝጎደለ ጁባኻ ብገንዘብ ዝመልኣልካ፣ ጎማ ማኪናይ ድማ፣ ብኣየር ምልኣለይ ይብሎ። ይብሎ'ሞ ሽዑ ድማ መሊሱ ይጸብዖ። ዳግማይ ጸገም ከይፍጠር ኣጠንቂቑዎ ድማ ይኸይድ። ካብኡ ናብ ጃይራጅ ምስ ተመለሰ ጃይራጅ ድማ ብሓጎስ ይቕበሎ። ሬስ ግን ምስጋና ይጽናሕ ብምባል ካብ ሕጂ ንደሓር በይኑ ክሰርሕ ከም ዝወሰነ ይነግሮ። ጃይራጅ በቲ ኩነታት ተገሪሙ ንሳዲቕ ዓርክኻ እንታይ ኮይኑ እዩ? ኢሉ ይሓቶ። እቲ ዓርኩን መተዓብይቱን ሳዲቕ ሓሳቡ ከቋርጽ ብተደጋጋሚ ንራይስ ይምሕጸኖ። ራይስ ግን ሓሳቡ ኣይቀየረን። ሬይስ ርእሱ ክኢሉ ክሰርሕ ምውሳኑ ምስ ሰምዐ፣ ጃይራጅ ነቲ ነገር ብፍሽኽታ ተቐበሎ። ንግዱ ንምጅማር ካብ ኣቑሑት ክገዝእ ከም ካብኡ ኣቑሑት ክገዝእ ከም ዘለዎ ክንደይ ዝኣክል ገንዘብ ከም ዘድልዮን ይሓቶ። ሬይስ ግን ጉዕዝኡ ካብ ታሕቲ ክጅምር ስለ ዝመረጸ ናይ ሚእቲ ሽሕ ከም ዝኣኽሎ ነገሮ። ጃይራጅ ድማ ገንዘብ ኣምጺኡ ነቲ ኣቑሑት ክወስድ ይነግሮ። ሬስ ግን ኣብ ኢዱ ምንም ገንዘብ ከም ዘይብሉ ሓቢሩ እቲ ኣቑሑት ብለቓሕ ክወሃቦን ምሸጦ ድማ ሕሳቡ ከወራርድ ከም ዝደልን ተዛረበ። ጃይራጅ ንሬስ ናይ ሰለስተ መዓልቲ ገደብ ሃቦ። ኣብዘን ሰለስተ መዓልቲ እዚኣን ገንዘብ ኣኪቡ ነቲ ኣቑሑት ከረክብ ከረክቦ ነገሮ። ሬስ። ካብታ ሰዓት እቲኣ ጀሚሩ ኣእሚሩኡ ነታ ሚእቲ ሽሕ ሩፒ ከመይ ገይሩ ከም ዘምጽኣ ናብ ዝርከብ ሓደ መካኒክ ከውድ ሚእቲ ሽሕ ሩፒ ተውጽእ መኪና ወሰደ። ገንዘብ ክሳብ ዝረክብ ድማ ክዕገስ ነበሮ። ድሕሪኡ ናብ ሓደ ገጠር ብምኻድ ነታ መኪና ብኣጣል ለወጣ። ሳዲቅ በቲ ኩነታት ግር ኢልዎ እንታይ ኢኻ ትሓስብ ዘለኻ? ኢሉ ይሓቶ። ረይስ ግን ነተን ኣጣል ናብ ሙምባይ ወሲዱ ብጽቡቕ ዋጋ ከም ዝሸጠን ነገሮ። ድሕሪኡ ናብ ዕዳጋ ሙምባይ ኣምርሑ። ሬስ ድማ ኣብ ሙምባይ ኣብቲ ከባቢ ዝነበረ ሓደ ነጋዳይ፣ ኣብዚ ጥቓኻ ኣቑሑተይ ክሸይጥ ይኽእል'ዶ? ኢሉ ሓተቶ። እቲ ሰብኣይ ድማ፣ ካብ ሓለቓ ሙሳ ፍቓድ ረኺብካ ዲኻ? ኢሉ መለሰሉ። ሬስ ፍቓድ ከም ዘይወሰደ ምስ ዝነገሮ፣ እቲ ሰብኣይ ሕማቕ ቃላት ተዛሪቡ ኣባረሮ። ሬስ ግን ሬስ ድማ ኣብ ጥቕኡ ዝነበረ ዓጽሚ ኣልዒሉ ክበኣስ ይጅምር። ነቶም ኣብቲ ቦታ ዝነበሩ ሰባት ድማ በብሓደ ከቢድ ጉድኣት ኣውረደሎም። ኩነታት ምስ ሃደኣ መነጸሩ ከስተኻኽል ክጅምር ከሎ ሓደ ሰብ ሽጉጥ ይተኽለሉ። ሬስ ግን ከይሰንበደ ብቕልጣፈ ነቲ ሽጉጥ መንጠሎ። ድሕሪኡ ሬስ ብድኻም ኣብ መሬት ረፈጥ ይብል። ጸኒሑ ምስ ተሰኣ ሞስሞሳ ብምዃን ናብ መስጊድ ኣምሪሖም ኣብ ናይ ጾም መፍትሒ እፍጣር ፕሮግራም ብሓደ ተረኸቡ። ሙሳ ኣብቲ ዕዳጋ ንዝተፈጠሮ ህኮት ምኽንያት ክሓቶ ከሎ፣ ሬስ ሰባት ብመነጽሩ ክላገጽሉ ከለዉ ርእሱ ክቆጻጸር ከም ዘይክእል ገለጸሉ። ሙሳ ናይ ሬስ ኣጣል ኩለን ተሓሪደን ህዝቢ ይጥቀመለን ከም ዘሎ ጠቒሱ፣ ሕጂ ነቲ ዝጠፍኣ ንብረት ከመይ ገይሩ ክመልሶ ከም ዝሓስብ ይሓቶ። ሬስ ጸገም ከም ዘይብሉ ገሊጹ፣ ካልእ ቢዝነስ ሰሪሑ ገንዘብ ክረክብ ከም ዝኽእል ብልበ ምሉእነት ተዛረበ። ነተናጣል ህዝቢ ምብልዐን ሕጉስ'ኳ እንተኾንኩ፣ ምስኦም ብዘይ ምብልዐይ ግን ቁሩብ ቅር ይብለኒ እናበለ ድማ ይላገጽ። ድሕሪኡ እናሰሓቐ ረይስን ሳዲቕን ናብታ ከተማ ዝገብርዎ ጉዕዞኦም ቀጸሉ። ኣብ መንገዲ ሓደ ሰብኣይ ይከታተሎም ነበረ። ረይስን ሳዲቕን ናብ ገዝኦም ምስ በጽሑ፣ ሳዲቕ በቲ ኩነታት ተበሳጭዩ ኣብ ኢዶም ዘሎ ሰለስተ ሽሕን ሸውዓተ ሚእትን ጥራይ ምዃኑ ብምጥቃስ ምሉእ ብምሉእ ከም ዝኸሰሩ ይነግሮ። ከምዚ ኢሎም እናተዛረቡ ከለዉ ድማ ማዕጾ ተኳሕኩሐ። ድሕሪኡ ምስ ከፈትዎ እቲ ኣብ ባቡር ክከታተ ዝከታተሎም ዝነበረ ሰብ ኮይኑ ጸንሖም። እቲ ሰብኣይ ካብ ኣርዛኒ ከም ዝመጸን ሓለቕኡ ድማ ጸላኢ ሙሳ ምዃኑን ገለጸ። ንሙሳ ክቐትሎ ኣብ ክንድኡ ድማ ብዙሕ ገንዘብ ክወሃቦን ንረይስ ነገሮ። ረይስ ግን ተጋግዩ ከም ዘሎ ብምግላጽ ምስ ሙሳ ምንም ዓይነት ቂም ከም ዘይብሉ ገለጸሉ። ድሒ ገሊጹ ገንዘቡ ሒዙ ክወጽእ ኣዘዞ። በቲ ግዜ'ቲ እቲ ሰብኣይ እናሰሓቐ። ድማ ንሱ ንባዕሉ የማናይ ኢድ ሙሳ ምዃኑን ሙሳ ድማ ብዛዕባ ተኣማንነቱ ክፍትኖ ዝለኣኾ ልኡኽ ምዃኑን ገለጸ። ሬይስ ነቲ ፈተና ብምሕላፉ ዝተላእከሉ ገንዘብ ተረከበ። ብድሕርዚ ህይወት ንሬይስ ከተጉላዕልዓሉ ጀመረት። ነቲ ዝረኸቦ ገንዘብ ተጠቒሙ ናይ ወጻኢ ሃገራት ዊስኪታት ብብዝሒ ከምጽእን ብናቱ መንገዲ ክሸይጥን ጀመረ። ናይ ኣልኮል መሸጣ መጠን እናወሰኸን ምዝዋሩን ድማ እናጸገመ ምስ መጸ ሓደ ሜላ ድማ ሓሰበ። ነቲ መስተ ብመርፍእ ገይሩ ናብ ውሽጢ ኮሚደረ ብምእታው ብሓድሽ ስልቲ ክሸይጥ ጀመረ። ብኻልእ ወገን ላዕለዋይ በዓል ስልጣን ዝኾነ ኣሽሙግ ኣብ ዘዳለዎ ድሙቕ ግብጃ ብዘይ ሕጋዊ መንገዲ ዝኣተወ ዊስኪ ብብዝሒ ይቐርብ ነበረ። ይኹን እምበር መኮንን ማጅ ሙር መንነቱ ሓቢኡ፣ ተረኺቡ ሃንደበት ነቶም ኣብቲ ቦታ ዝነበሩ ኩሎም ኣብ ትሕቲ ቁጽጽር ኣውዓሎም። ንጽብሒቱ ናይቲ ሚኒስተር ትእዛዝ እኳ ከይተረፈ ብምቋም ነቶም እሱራት ንምፍታሕ ብጽሑፍ ዝሰፈረ ትእዛዝ ክወሃቦ ብትብዓት ሓተተ። እቲ ሚኒስተር ብትሪ እቲ መኮንን ተቖጢዑ ስነ ስርዓት ክመሃር ናብ ርሑቕ ቦታ ከም ዝቕየር ኣጠንቀቖ። ብኻልእ ወገን ሓንቲ መዓልቲ ሬስ ምስ ኣዕሩኽቱ ኣብ ጎደና ክጻወት ከሎ ዝሃረማ ኩዕሶ ናይ ጎረቤት መስኮት ሰይራ ትኣቱ። ነታ ኩዕሶ ንምምላስ ክኸይድ ከሎ ኣደ ኤስያ ከም ኩሉ ግዜ ናብ ላዕሊ ደይቡ ከምጽኣ ትነግሮ። በዚ ግዜ ኣፍቃሪቱ ኤስያ ከምቲ ልሙድ ክትስዕስዕ ከላ ይረኽባ። ሳዕስዒታ ምስ ወደእት ሬስ ናብኣ ብምቕራብ ኣብ ዓለም እታ ዝጸበቐት ሄዋን ምዃና ይነግራ። ንሳ ድማ ንተኣጋንኖ ገዲፉ መዓስ ከም ዝምርዓው ትሓቶ። ሬስ ሕልሙ ብኸፊል ክሰምር ምስ ጀመረ መርዕኡ ከም ዝፍጸም ቃል ይኣትወላ። ንሳ ድማ ክምስ ኢላ ገዲፋቶ ትኸይድ። ኣብ መንጎ መኮንን ማጅሙር ናብቲ ዝተመደቦ ሓድሽ ናይ ስራሕ ቦታ ክኸይድ ከሎ ኩነታቱ ኣዝዩ ዝተሓላለኸ ኮይኑ ረኸቦ። እቶም ፖላይስ ውን እንተኾኑ ምስቶም ኮንትሮባንዳ ዝሰርሑ ገበነኛታት ብሓባር ይሰርሑ ነበሩ። ናይ ጃይራጅ ዊስክ ዝጸዓና መካይን ኣብ መፈተሺ ነቑጣ ብምዕጋት ስርሑ ጀመረ። ነተን መካይን ኩለን ኣብ ትሕቲ ቁጽጽር ምስ ኣውዓለን ድሕሪኡ ነቶም ናይ ዊስክ ጠራሙዝ ኣብ መሬት ኣራገፎም። ቀጺሉ ሜድያታት ዓዲሙ ኩሎም ጠራሙዝ ሰባበሮም። ጃይራጅ ዘጋጠሞ ነገር ምስ ሰምዐ ብኸመይ ከም ዘሰጋግሮ ሓርበቶ። መኮንን ማጅሙር ንሬይስ ናብ ቤት ጽሕፈቱ ዓዲሙ መን ምዃኑ ጽቡቕ ገይሩ ከም ዝፈልጥን ቀደም ምስ ጃይራጅ ዝሰርሕ ከም ዝነበረን ገለጸሉ። ሬይስ ግን ብፍሽኽታ ዝሰነየ ምላሽ ብምሃብ እቲ ዝተባህለ ሕሉፍ ታሪኽ ምዃኑ ሕጂ ግን ባዕሉ ምሉእ ብምሉእ ብሕጋዊ መንገዲ ይንቀሳቐስ ከም ዘሎ ኣረድኦ። ሽዑ ብቕጽበት ነቲ መኮንን ካብቲ ምስጢር መጋቢኡ ስልኪ ተደወለሉ። ንጽብሕቱ ዝኣቱ ናይ ሬስ ጽዕነት ሓበሬታ ተቐበለ። እቲ መኮነን ኩሉ ነገር ኣብ ቀረባ ግዜ ከም ዝበጽሖ ፈኪሩ ኣፋነዎ። ሬስ ግን ካብ ቤት ጽሕፈት እቲ መኮነን ምስ ወጸ ብኡንብኡኡ ሓድሽ ብልሓት መሃዘ። እቲ ጽዕነት ብሓንቲ መኪና ጥራይ ከይመጸእን ንኣርባዕተ ተመቕቂሉ ብዝተፈላለየ ኣንፈት ክጓዓዝ ኣዘዘ። እታ ዓባይን ቀንድን ናይ ጽዕነት መኪና ድማ ምንም ዓይነት ኣቑሑት ከይጸዓነት በቲ ንቡር መንገዲ ናብቲ መፈተሺ ነቑጣ ከም እተምርሕ ተገብረ። ንጽብሒቱ ንጽብሒቱ እታ መኪና ኣብ መፈተሺ ኣብ ዝበጽሓትሉ እቲ መኮንን ገላቢጡ እንተ ፈተሸ ኣብ ውሽጣ ዝረኸቦ ግን ካብ ሓደ ኩባያ ሻሂ ወጻኢ ምንም ኣይነበረን። በዚ ድማ ረይስ ነቲ ጻዕሪ እቲ መኮንን ኮንቶ ብምግባር ቀዳማይ ዓወት ተጓናጸፈ። ድሕሪኡ ጃይራይድን መሻርኽቱን ኣብ ጸቢብ ኩነታት ስለ ዝኣተዉ፣ ረይስ ናይቲ ጉጅለ ኣባል ክኸውን ይሓተትዎ። ረይስ ግን ነቲ ቁሕቶ ክቕበሎ ዝኽእል ብሓደ ቅድመ ኩነት ጥራይ ነበረ፣ ላዕለዋይ መራሒ ምዃን ድማ ጠለብ ኣቕረበ። እዚ ዘይተጸበይዎ ሕቶ ንኹሎም ዘሰንብድ ነበረ። ረይስ ነቲ። ነቲ ንገንዘቡ ተባሂሉ ተዋሂብዎ ዝነበረ ናይ ሰለስተ መዓልቲ ገደብ ብምዝካር፣ ሕጂ ድማ ተርኡ ከምዝኾነ፣ ጃይራይድ ነቲ ዝቐረበሉ ሓሳብ መዚኑ ውሳነ ክህብ ናይ ሰለስተ ሰሙን ዕድል ከምዝህቦ ገለጸ። ካብዚ ብድሕሪኡ ናይ ረይ ስራሕ ዝያዳ እናማዕበለ መጸ፣ ኣብ መወዳእታ ድማ ነታ ናይ ንእስነት ኣፍቃሪቱ ኤስያ ተመርዓወ። መኮነን ማጅ ሞርገን በቲ ኩነታት ብርቱዕ ህልኽ ተታሕዘ። ሬይስ ኣቑሑቱ ዘእተወሎም መንገድታት ኩሎም ዓጸዎም። ሳዲቕ ናብ ሬይስ ብምኻድ እቲ መኮነን ኩሎም መእተዊታት ከም ዝዓጸዎምን ምንም ዓይነት ቀዳድ ከም ዘየለን ነገሮ። ሬይስ በዚ ተስፋ ዝቑርጽ ሰብ ግን ኣይነበረን። ናይ የብስ መንገድታት ምስ ተዓጽዎ ነቶም ኣቑሑት ብወሓዚ ማይ ርባ ንምሕላፍ ሓድሽ ሜላ መሃዘ። እቲ ሓላፊ መኮንን ኣብ ልዕሊ እቲ ድልድል ኮይኑ ክሕሉ ከሎ፣ ሬስ ግን ብትሕቲ እቲ ድልድል ብማይ ገይሩ ኣቑሑቱ ብዘይ ዝኾነ ዕንቅፋት ኣሕለፎም። ኣቑሑቱ ምስ ኣተወ ድማ ምስቲ ናይቲ ከባቢ መራሒ ደምላእ ተራኺቡ ንዝገበረሉ ምትሕብባር ኣመስገኖም። ኣብ መወዳእታ ጃይራጅ ሓደ ሰብ ዝቐትሎ ብምልኣኽ ኣብቲ ሬስ ዘለዎ ድግስ ቅትለት ክፍጸም ኣዘዘ። ሬስ ግን ነቲ ሰብ ኣቐዲሙ ስለ ዝረኣዮ ካብ ዓይኑ ተሰወረ። እቲ ቀታሊ ምስ መን ይቃለስ ከም ዘሎ በፍጹም ኣይፈለጠን ነይሩ። ሬስ ድማ ነቲ ሃድን ቀጸለ፣ ልክዕ ከም ናይ ፊልም ትርኢት ኣብ ኣዝዮም ነዋሕቲ ቦታታት እናዘለለ ብዘይ ዝኾነ ጉድኣት ሜሬት ብምዕላብ ነቲ ከጥቅዖ ዝመጸ ሰብ ብምጉያይ ቀጸለ። ኣብ መወዳእታ ሬስን ብጾቱን ነቲ ሰብ ሒዞም ቀተልዎ። ብድሕሪ'ዚ ሙሳ ንሬስ ደዊሉ ነቲ ቀታሊ ዝለኣኾ ጃይራጅ ምዃኑ ኣረጋገጸሉ። ሬስ ድማ ስልኪ ምስ ዓጸወ ብቐጥታ ናብ ጃይራጅ ብቕጽበት ኣምርሐ። ናብቲ ምስጢራዊ ኣዳራሽ ሴሩ ብምእታው ንዓጀብቲ ጃይራጅ ሓደ ብሓደ ክቐትሎም ጀመረ። ምንም ክዓግቶ ዝኽእል ሰብ ድማ ኣይነበረን። ናብ ላዕለዋይ ደብሪ ብምድያብ ንኹሎም መሻርኽቲ ጃይራጅ ምስ ኣጽረዮም ምስ ጃይራጅ ፊት ንፊት ተራኸበ። ሬስ ብሓባር ዘሕለፍዎ ናይ ንእስነት ስራሕን ግዜን እናዘከረ ዓይኑ ብንብዓት መልአ። እንተኾነ ግን እቲ ዝኸድዐ ሰብ ብዘይ ዝኾነ ምሕረት ክመውት ከም ዘለዎ ወሰነ። ብኡ ንብኡ ኣብ ልዕሊ ጃይራይ ተኲሱ ቀቲልዎ ወጸ። ፖሊስ ኣብቲ ቦታ በጺሖም ነቲ ከባቢ ምስ መርመርዎ፣ እቲ መኮንን እቲ ተግባር ዝፈጸሞ ሬይስ ምዃኑ ርግጸኛ ነይሩ። ንሬይስ ኣብ ትሕቲ ቁጽጽር ከየእተዎ ከም ዘይዓርፍ ድማ ተዛረበ። ረይስ ንቐንዲ ተቓናቐንቱ ምስ ኣልገሰ ሓደ ሓድሽ ሜላ ሓንጸጸ። በብወርሑ መስተ ዝጸዓና መካይን ብፍላጥ ንፖሊስ ብምትሓዝ ይሰርሑ ከም ዘለዉ ህዝቢ ክኣምን ብምግባር ናይ ምትላል ስራሕ ቀጸለ። ንሰበስልጣንን ንቐዳማይ ሚኒስትርን ብዙሕ ገንዘብ ብምሃብ ድማ ክከላኸልሉ ገበረ። ኣብ መንጎ'ዚ ድማ ኣቓልቦኡ ናብ ናይ ሓዳር ህይወቱ ብምምላስ ምስ በዓልቲ ቤቱ ኤስያ ናይ ፍቕሪ ግዜ ከሕልፍ ጀመረ። ድሕሪ ግዜ ግን ኤስያ ጠኒሳ ወዲ ወለደት። ሬይስ ድማ ደስትኡ ንምግላጽ ኣብ ዘዳለዎ ዓቢ ድግስ ንቀዳማይ ሚኒስተርን ሰበስልጣንን ዓደመ። ኣብኡ ድማ ህንጻ ክሃንጽ ደገፍ ክገብርሉ ሓቲቱ ምስ ኣሽሙክ ስምምዕ በጽሐ። እዚ ከምዚ'ሉ ከሎ፣ እቲ ሓደገኛ መኮንን ማጅሙዳር ናይ ስራሕ ቦትኡ እንተቐየረ'ኳ ንሬስ ዘለዎ ጽልእን ምክትታልን ግን ፈጺሙ ኣይቀነሰን። ከምኡ ድማ ንናይ ሬስ ናይ ቀረባ ሓጋዚ ዝኾነ ደመላ ኣብ ትሕቲ ቁጽጽር ምእታዉ ንመኽዘንን ኣልኮልን ብምሓዝ ኣብ ልዕሊ ሬስ ከቢድ ጸቕጢ ፈጠረ። ሬስ ብኹነታቱ ተባሳጭዩ ናብ ቀዳማይ ሚኒስተር ብምኻድ ኣቤታቱ ኣቕረበ። ቀዳማይ ሚኒስተር ግን እቲ መኮንን ብቐሊሉ ዝእስዘዝ ሰብ ከምዘይኮነ ገለጸሉ። በዚ ግዜ'ዚ ሬይስ ዓቕሊ ጸቢብዎ ንሱ ሓደጋ ኣንተወዲቑ ንኹሎም ሰበስልጣን ሒዝዎም ከም ዝጠፍእ ብግልጺ ተዛረበ። ነዚ ስዒቡ ቀዳማይ ሚኒስተር ስግኣት ስለ ዝሓደሮም መኮንን ማጅሙዳር ንዘበናት ዝተኣከቡ ፋይላት ናብ ዝርከበሉ ሓደ ንጽል ቤት ጽሕፈት ቀይርዎ። እቲ መኮንን ኣብቲ ቤት ጽሕፈት ዘይተጸበዮ ነገር ድማ ረኸበ። ኣብ መንጎ'ቶም ፋይላት ስልኪ ትጠልፍ መሳርሒት ተዓዘበ። ብኡ ንብኡ ስራሕ ብምጅማር ንናይ ሬስ ነፍሲ ወከፍ ናይ ስልኪ ዝርርብ ብምስጢር ክከታተል ጀመረ። ድሕሪ ሒደት ግዜ ኣሽሙክ ናይቲ ቦታ ፕላን ሒዙ ብምቕራብ ናይ ሕልሙ መሬት ስለ ዝረኸበ ህንጸት ኣብ ቀረባ ግዜ ክጅምር ከም ዝኽእል ኣበሲርዎ ተሰናበተ። እዚ ከምዚ ኢሉ ከሎ እቲ ሓደገኛ መኮነን ማጅሙዳር ስልኩ እናጠለፎ ኣብ ዘሎ ኩነታት ሬስ ናብ ፓሻ ደዊሉ ናይ ሓባር ስምምዕ ክገብሩ ሓሳብ ኣቕረበሉ። ፓሻ ግን ናይ ምርጫ ጎስጓሱ ቀንዲ ኣጀንዳ ኣልኮል ምውጋድ ብምዃኑ ነቲ ሕቶ ነጸጎ። ረይስ እዚ ጎስጓስ ስርሑ ከምዘሰናኽለሉ መፍትሒ ክደሊ ከምዘለዎ እንተነገሮ'ኳ ፓሻ ግን ብናቱ መንገዲ ከምዝቕጽል ገሊጹ ስልኪ ዓጸዎ። ሬስ እንደገና ደዊሉ እንተወሓደ እቲ ናይ ጎስጓስ ቦታ ካብ ዓዲ ወጻኢ ክገብሩ እኳ እንተለመኑ ፓሻ ግን ፈጺሙ ዘይሕሰብ ምዃኑ ተዛሪቡ ንኻልኣይ ግዜ ስልኪ ዓጸወሉ። ሬስ እንደገና ንመወዳእታ ግዜ ደዊሉ ብቑጥዓ ፓሻ ጎስጓስ ናብ ዓዱ እንተገይሩ ህይወቱ ኣብ ሓደጋ ከምዝወድቕን እዚ ድማ ናይ መወዳእታ ጎስጓሱ ከምዝኸውንን የጠንቅቖ። መኮነን ማጅሙዳር እውን ነዚ ናይ ስልኪ መጠንቀቕታ ከም ዓቢ ኣጋጣሚ ብምቝጻር፣ ረይስ ኣብ ልዕሊ ፓሻ ስጕምቲ ክወስድ ከሎ ኢድ ንኢድ ንምሓዝ ንሰላዩ ብንቕሓት ክከታተሉ ኣዘዞ። ፓሻ ግን ናይ ምርጫ ጐስጓስ ኣብ ዝጀመረሉ እዋን ረይስ ንመሳርሕቱ ቀዲሞም ተዳልዮም ይጽበዩዎ ነበሩ። ልክዕ ፓሻ በቲ ዓዲ ክሓልፍ ምስ ጀመረ፣ ረይስ ናይቲ ከባቢ መንእሰያት ናይ ኣልኮል ጥርሙዛት ብምድርባይ መንገዲ ዓጸዉዎ። ሬይስ ድማ ኣብ ሓደ ጥርሙዝ ሓዊ ወሊዑ ብምስባር ንፓሻን ኣብቲ ከባቢ ዝነበሩ ሰባት ብምሉኦም ብሓዊ ኣቃጸሎም። እቲ ኵነታት ናብ ግጭት ምስ ኣምርሐ፣ ሬይስ ንሓለውቲ ፓሻ ሓደ ብሓደ ከውድቖም ጀመረ። ኣብ መንገዲ ሬይስ ክዓግት ዝፈተነ ኵሉ ጽኑዕ ናይ ሓይሊ ስጕምቲ ተወህዘሉ። ሬይስ ብቐጥታ ናብ ፓሻ ተጸግዐ። ፓሻ ብዝጕስጕሰሉ ዝነበረ ማይክሮፎን ሃሪሙ ምስኡ ምግጣም ከም ዘየዋጽኦ ኣዘኻኺሩዎ ሓዲግዎ ከደ። እቲ ናይ ፓሻ ምርጫ ጎስጓስ ብምርባሹ ኣብታ ሃገር ዓቢ ጫውጫው ኣልዓለ። ቀዳማይ ሚኒስተር ካብ ህዝቢ ዝበጽሖ ጸቕጢ ንምህዳእ ክብል ኣብ ውሽጢ ዕስራን ኣርባዕተን ሰዓት ሬስ ኣብ ትሕቲ ቁጽጽር ውዒሉ ግቡእ መቕጻዕቲ ከምዝረክብ ብወግዒ ቃል ኣተወ። ድሕሪዚ ብምስጢር ናብ ሬስ ብምኻድ ኩነታት ክሳብ ዝረጋጋእ ንሰለስተ መዓልታት ጥራይ ተኣሲሩ ክጸንሕ ድሕሪኡ ብነጻ ከምዝልቀቕን ቃል ብምእታው ሕቶ ኣቕረቡሉ። ረየስ ድማ ብገዛእ ፍቓዱ ኢዱ ንፖሊስ ሃበ። ንጽብሒቱ መኮንን ማጅሙዳር ክሳብ ቤት ማእሰርቲ ብምኻድ ረየስ ከም ዝሸኽዐ ነገሮ። ቀዳማይ ሚኒስተርን ፓሻን ስምምዕ ምብጽሖም ተሓበረ። ረየስ ድማ እቶም ከዳዓት ሰበስልጣን ምስ ስምምዖም ካብ ጋዜጣ ምስ ኣንበበ ብኸቢድ ስንባደ ተዋሕጠ። ድሕሪኡ ኤሲያን ሳዲቒን ንረየስ ኣብ ቤት ማእሰርቲ በጽሑ። ረየስ ካብቲ ዘለዎ ጸገም ንምውጻእ እንኮ መንገዲ ኣብ ምርጫ ምስታፍ ምዃኑ ብምግንዛብ፣ ንሳዲቕ ናይ ሕጹይነት ምዝገባን ምርጫ ጎስጓስ ክጅምረሉ ኣዘዞ። ሳዲቕ ድማ ትእዛዙ ተቐቢልዎ ምስ ሬይስ ንምርጫ ኣቕረበ። ሬይስ ቀደም ንብዙሓት ዝገብሮ ጽቡቕ ተግባርን ኣብ ህዝቢ ዘለዎ ተፈታውነትን ተደሚሩ ነቲ ምርጫ ብልዑል ድምጺ ተዓወተሉ። ረይስ ካብ ቤት ማእሰርቲ ተፈቲሑ ክወጽእ ከሎ ናይቲ ከባቢ ነበርቲ ብምምላስ መራሒኦም ዓቢ ሓጎሶም ገለጹ። ረይስ ድማ ንበዓልቲ ቤቱ ናብቲ ዝገዝኦ ሰፊሕ መሬት ብምውሳድ ነቲ ናይ ነዊሕ ግዜ ሕልሙ ኣካፈላ። ኣብቲ ቦታ ንብጾቱ መበገሲ ዝዀኑ መንበሪ ኣባይቲ፣ ዘመናዊ ናይ ቋንቋ ቤት ትምህርትን ንመዘከርታ ኣዲኡ ዝኸውን ዓቢ ሆስፒታልን ናይ ህንጸት ውጥን ከም ዘለዎ ነገራ። ነቲ ሆስፒታል ድማ እቲ መነጽር ዝሰርሓሉ ዶክተር ፓርሲ ከመሓድሮ ከምዝደሊ ሓበራ። ኤስያ ድማ በቲ ሓሳብ ተሰማሚዓ ናይ ኩሉ ግዜ ደገፋ ከምዘይፍለዮ ኣረጋገጸትሉ። ኣብ መወዳእታ ረይስ ናይቲ ከባቢ ህዝቢ ኣኪቡ ህንጸት እቶም ዓበይቲ ኣባይቲ ንምዝዛም ብገንዘብ ክሕግዝዎ ሓተቶም። እቲ ህዝቢ ድማ ኣብ ረይስ ብምትእምማን ክሳብ መስዋእቲ ኣብ ጎኑ ደው ከምዝብሉ ብዓቢ ድምጺ ኣረጋገጹሉ። ርዕስ ብዝኣተዎ ቃል መሰረት ካብ ነበርቲ ገንዘብ ብምእካብ ኣብ መሬት ህንፀት ብቕልጡፍ ጀመረ። መጀመርያ ኩሉ ነገር ልክዕ ርዕስ ብዝወጠኖ መንገዲ ይፍፀም ነበረ። እንተኾነ ግን ብዘይተፀበዮ መንገዲ ኣብ ሙሉእ እቲ ግዝኣት ናይ ሰዓት ሕላፍ ኣዋጅ ተኣወጀ። ሰብ ካብ ቤቱ ክወፅእ ዘይክእለሉ ኣፀጋሚ እዋን ድማ መፀ። ርዕስ ግን ኣብ ከምዚ ዝበለ ፈታኒ እዋን ንህዝቡ ዕሽሽ ኣይበለን። በብመዓልቱ መግቢ እናዳለወ ክሳብ ኣብ ገዝኦም ብምብጻሕ ሓልዮቱ ኣርኣየ። በዚ ምኽንያት ድማ ኣብ ኢዱ ዝነበረ ጥረ ገንዘብ ብምሉኡ ወድኤ። ህዝቡ ንምምጋብ ክብል ካብ ዝተፈላለዩ ሰባት ተለቅሐ። ብኹሉ ነገር እንዳ ጸበቦ ምስ መጸ ህንጸት ንምቕጻል ዝኾን ገንዘብ ምስ ሰኣነን ናብቲ ፍሉጥ ናይ ጸሊም ዕዳጋ መራሒ ሙሳ ብምኻድ ናይ ገንዘብ ሓገዝ ሓተተ። ሙሳ ድማ ነቲ ገንዘብ ብለቓሕ መልክዕ ዘይኮነስ ካብ ወጻኢ ዝመጸ ወርቂ ሬስ ብዝለመዶ ሜላ ብምስጢር ብኮንትሮባንዳ ከእትወሉ፣ ንሱ ድማ በንጻሩ ዝደለዮ ገንዘብ ከም ዝህቦ ነገሮ። ሬስ በቲ ሓሳብ ተሰማሚዑ ነቲ ናይ ቀረባ ሓጋዚኡ ደምላ ብምጥቃም ነቲ ወርቂ ብባሕሪ ገይሩ ብምስጢር ኣእተዎ። ሽዑ ድማ ዝረኸቦ ገንዘብ ተጠቒሙ ዕድኡ ምሉእ ብምሉእ ብምኽፋል ሰለማዊ ድቃስ ክድቅስ ከኣለ። ነገር ግን እዚ ሰላሙ ብዙሕ ኣይጸንሐን። ንጽብሒቱ ንግሆ ኣብታ ከተማ ዘሰቅቕ ናይ ቦምባ ምፍንጃር ከም ዝተኸስተ ዝገልጽ ዜና ተሰምዐ። ፖላይስ ካብ ኣባላት ደምላን ሓደ ኣብ ትሕቲ ቁጽጽር ኣእትዮም ከቢድ መርመራ ምስ ገበረሉ እቲ ምስጢር ተቓልዐ። ምስቲ ወርቂ ኣብታ መርከብ ዝተጻዕኑ ፈንጂታት ዘእተዎም ሬይስ ምዃኑ ፖሊስ ኣረጋገጹ። ድሕሪ ሒደት ግዜ ደምላ ንሬስ ስልኪ ደዊሉ ሙሳ ኣብ መንጎ'ቲ ወርቂ ፈንጂ ብምሕባእ ከም ዝጠለሞን ንጹሃን ዜጋታት ንሞት ከም ዝተቓልዑን ነገሮ። ፖሊስ እውን ክቐትልዎ ከም ዝደልዩን ንምምላጥ ክፍትን ኣጠንቀቖ። ሬስ ብዝሰምዖ ዜና ብጣዕሚ ሰንበደ። ደምላ ግን ንፖሊስ ኢዱ ካብ ምሃብ ባዕሉ ህይወቱ ከጥፍእ መረጸ። ሬስ ድማ በዓልቲ ቤቱን ውላዱን ምስ ሳዲቕ ናብ ውሑስ ቦታ ምስ ኣፋነወ፣ ብሰንኪ ሙሳ ንዝሞቱ ሕነኽ ፈዲ ተሰኤ። ናብ መሕብኢ ቦታ ሙሳ ብምኻድ ንሓለወቱ ሰጊሩ ብምእታው ምስ ሙሳ ፊት ንፊት ተፋጠጠ። ክዓግቶ ዝፈተነ ዕጡቕ ሓለውቲ ሓደ ብሓደ ምስ ኣጽረዮም ናብ ሙሳ ተጸጊዑ መነጽሩ እናጸረገ ንሬስ ዝኸድዐ ሰብ መወዳእትኡ ኣይጽብቕን እዩ ብምባል ብመነጽሩ ወጊኡ ቀተሎ። ሬስ ሕነ ምስ ፈደየ፣ ስድርኡ ክደሊ ክኸይድ ከሎ መኮንን ማጅሙዳር ንዝመርሖ ሰራዊት ፖሊስ ካብ ኩሉ ኣንፈት ከበብዎ። እቲ መኮንን ንረኢስ ኣብቲ ዘለዎ ክቐትልዎ ትእዛዝ እኳ እንተሃበ፣ ረኢስ ግን ሓደ ሜላ ተጠቕመ። ምስ ጋዜጠኛታት ተሓዊሱ መጽ ወጸ። ፖሊስ ድማ ጋዜጠኛታት ኣብ ዘለዎ ክትኩሱ ስለ ዘይክእሉ ረኢስ ኢዱ ክሳብ ዝህብ ብትዕግስቲ ተጸበይዎ። ሬስ ብቐጥታ ናብቲ መኮንን ብምኻድ ኢዱ ሃበ። ንሳዲቕ ሓቚፉ ምስ ተሰናበቶ፣ ንሰበይቱን ንውሉዱን ብጥንቃጸ ይዕዘቦም ነበረ። ኣብ መወዳእታ፣ ሬስ ብኸምዚ ኣገባብ ክመውት ኣይደልን ነይረ ክብል ተዛረበ። ብድሕሪኡ ናይ ክሳድ ዕጥቁን መነጽሩን ኣውጺኡ ነቲ መኮንን ብምሃብ ንበዓልቲ ቤቱ ከብጽሓሉን ሓቂ ክነግራን ለመኖ። ካብቲ መኮንን እናሃደመ ከም ዘይነብርን ንዝፈጸሞ ተግባር ሓላፍነት ክወስድሉ ምዃኑን ክትፈልጠሉ ደለየ። እቲ መኮንን ንርእስ ሒዝዎ ናብቲ ንብዙሕ ዘመናት ዝሓለሞ ሰፊሕ መሬት ኣምርሐ። ኣብኡ ምስ በጽሐ ድማ እቲ መኮንን ተገልበጥ ብምባል ሕቕኡ ክህቦ ኣዘዞ። ርእስ ግን ብትብዓት ደው ኢሉ ፈራሕ ኣይኮንኩን፣ ጥይትካ ፊት ንፊት ተኵሶ ብምባል ብትብዓት ኣዘዞ። እታ ቀዳመይቲ ጥይት ክትኰስ ከላ ኣብ ሕልንኡ ዝተራእየ ናይ ኣዲኡ ፍቕርን ኣብ ንእስነቱ ዝሃበቶ ምኽርን ነበረ። ካልኣይቲ ጥይት ክትስዕብ ከላ ድማ ናይ ሰበይቱ ፍሽኽታን ናይ ውሉዱን ምስልን ኣብ ዓይኑ ሕሉንኡ ይመላለስ ነበረ። ሳልሰይቲ ጥይት ምስ ሃረመቶ ደጊሙ ክትስእ ብዘይክእል ኣብ መሬት ተሰጥሐ። ናይ ርእስ ታሪኽን ናይ ፍሊም መወዳእታን በዚ መንገዲ ተዛዘመ። ዝነበሮ ናይዚ ሰብ ናይ ህይወት ጉዕዞ በዚ መንገዲ መወዳእቱ በጽሐ። ክሳብ መወዳእታ ምሳይ ስለ ዝጸናሕኩም እናመስገንኩ፣ ከምዚኦም ዝኣመሰሉ ብሉጻት ናይ ፍሊም ትረኻ ክትረኽቡ እንተደሊኹም ሳብስክራይብ ምግባር ኣይትረስዑ።